ዓቕለይ ጽንቅቕ ውነይ ጽብብ ይብል እሞ ንባዕቢ ኸይብለኒ ነገር ወዲ ካበይ ይኣብኒ ውሽጠ ይሓሞ ሕሉፍ ከይሓልፍ ሓሊፉ ኸይተርፍ ኣኒሑ ኣሲርኒ ወይ ኣይመልሰኒ ወይ ኣይሰደኒ ለንገ ለንገ ውረደይ እባ ፍቕሪ ዕዳጋ ግዜ ንቕድሚት ኣነ ንድሕሪት ንቖጽር ኣለና እሂን ዝብለና ዳናይ ስኢንና ከመይ ኣለኻ ክብሉኒ ዝብሎ ይጠፍኣኒ ከመይ ዘይጠፍኣኒ ከመይ ዘይጨንቀኒ ንሶም ዝሓቱኒ ስለ ሎሚ ኣነ ዘለኽዎ ብትማሊ ንዓይ ስባ ምሓሸኒ ጽባሕ እንተተርፈኒ ሎሚ ተደምሳ ትማሊ እንተትምለሰኒ እወ እታ ትማሊ ናይ ህይወትይ ቦኽሪ ልበይ ንዓኺ ብምፍቃር ስራሕ ዝጀመረላ ዓይነይ ተኸፊቱ ታሕጓስ ዝነብዐላ ትማሊና ኣብ ምውቃላይ ዝሓንብስናላ ኢኒ ተታሒዝና ዝሰደርናላ ትማሊ ትማሊ ባ መልስለይ ክልምነኪ ሓላለይ ብፍላጥ ድዩ ረሲዕኽዮ ሽታ ኸብ ገዛይ ተሪፉ ንስኺ ኺድኪ ምስሊ ኸብ ዓይነይ ተለጢፉ መኻድስ ኬድኪ ድምፂ ኸብ እዝነይ ተወቲፉ ክጅምሪ ስድሪ ተዝጥወ ኣነውን ኣበይ እሞ ኣባይ ዝኾነ ብኣይ ዘይኸውን ከማኺ ኸይጭክን ኣነ ባዕለይ ኮይነ ዘይውንን ከማኽማ ኸይጭክን ፎቴ መዓስ ፎቴኪ ብድሌተይ ዝጸልአኪ ደለየ መዓስ ኣፍቂረኪ ብፍቶተይ ዝርስዐኪ ንኽረዊ ማይ እንተሰተኹ ፍቕሪ ጸሚኤ ይብል ሃረር ብሰባት ተኸቢበ ሰብ ስኢነ ብናፍቖት ይብል ቁጽርጽር ናብራ ከም ዕረ እናመረረ እንድሕሪት ሰዲረ ኣይትመሽይ ኣይትጽልምት ሎሚ ትማሊ ገይረ ዝሞቐ ብርሃን ዓሚ ዝበረቐ ተስፋ ኣብ ዘይብሉ ተስፋ ሰኒቐ እምበር ከምዚ እንተኾይኑ ይነብር ኣለኹ ምህላው ከምዚ እንተኾይኑ ኣለኹ ኣለኹ ኣለኹ ይብል ኣለኹ ግን ምናልባት ምናልባት ምናልባት ሓንቲ መዓልቲ ካብ መዓልታት ተተመሊስኪ ምናልባት ኣብ ደረተይ ዝተረፈ ሽታኺ እናሸተትኩ ኣብ ድሕር ዓይነይ ዘሎ ምስልኺ እናረኣኹ በይነይ ጸሚውኒ ኣመና ኸፊእኒ ኣብታ ዝገደፍክኒ ትዝታ ኸቢብኒ ምናልባት እናበልኩ ኣብ ትማሊ ይነብር ኣለኹ ምናልባት እናበልኩ ኣብ ትማሊ